ብስም ኣብን ወልድን መንፈስ ቅዱስን ሓደ ኣምላኽ ኣሜን። ክቡራን ብክርስቶስ ኣሕዋተይን ኣሓተይን ነዚ ዕለት እዚ ዝመደብናዮ ቃል እግዚኣብሄር ኣርእስቱ እግዚኣብሄር ኣምላኽኩም ክዋጋኣልኩም እዩ እሞ ህድእ በሉ ዝብል እዩ እዚ ጥቕሲ እዚ ካብቲ ቀዳማይ ንባብ ኣብ መስዋዕቲ ቅዳሴ ዝሰማዕናዮ ካብ ኦሪት ዘፀኣት መበል ዓሰርተ ኣርባዕተ ምዕራፍ ፍቕዲ ዓሰርተ ኣርባዕተ ዝተወስደ እዩ። ታሪኽን ኣመጻጽኣን ህዝቢ እስራኤል እንተ ርኢና ኮይንና ህዝቢ እስራኤል ንእግዚኣብሄር ከኽብር ብፍሉይ ዝተመርጸ ህዝቢ እግዚኣብሄር ኣነ ኣምላኽኩም ንስኻትኩም ህዝበይ ኪዳን ንተኣታተው ቢሉ ብዓሰርተ ትእዛዛቱ ኪዳን ሂቡ መቕደስ ሰሪሑ ኣብ መቕደስ ብመንፈሱ እናተመላለሰ ነቢያትን ኣበውን ኣተስኡ ከዓ ንሕጉን ትእዛዛቱን ዘስተምህሩን ንህዝቢ እግዚኣብሄር ዝጓስዩን ኣቦታት ከም ዝሃቦም ኣብ ናይ ብሉይ ኪዳን መጽሓፍቲ ታሪኽ ብምሉኡ እንረኽቦ እዩ። እዚ ህዝቢ እዚ ኣብ ሓደ ዘመን ንባርነት ግብጺ ተወሲዱ ንኣስታት ኣርባዕተ ሚእትን ሰላሳን ዓመት ዝኣክል ብኸቢድ ባርነት ስራሕን ጻዕርን ኣብ ግብጺ ከም ዝነበረ ንፈልጥ ኢና። እግዚኣብሄር ግና ስሙ ይባረኽ ነዚ ህዝቢ እዚ ይብለና ኣብ ኦሪት ዘጸኣት ምዕራፍ ሰለስተ ዓሰርተ ኣርባዕተ ይነግረና። ነቲ ኣብ ግብጺ ዘሎ ህዝበይ መከርኡ ርእየ እሞ ወሪደ ኣለኹ ይብል። መከራን ሽግርን ተጻብኦን ስለ ዝረኣኹ ናይዚ ህዝቢ እዚ ምረት ናይዚ ህዝቢ እዚ ሽግር ናይዚ ህዝቢ እዚ መከራ ስለ ብጨቆንቶም ዝበጽሖም ዘሎ ስለ ዘስተውዓልኩ ነዚ እውን ስለ ዝተንከፈኒ ወሪደ ኣለኹ ከም ዝበለን ንሙሴ ኣተንሲኡ ንሙሴ ባሪኹ ንሙሴ ቀቢኡ ኪድ ተላኣኸኒ ከም ዝበሎ ሙሴ ኣብ መጀመርያ ኣነ ደኣ ታይ ተዛሪበ ክእል ብኣባኣ እንዳ ኣለይ ኢልዎ ኣፍ ክኾነካ እየ ንኣሮን ሓውኻ ሒዝካ ግብፂ ኺድ ነቲ መራሒ ግብፂ ኸኣ ንህዝበይ ነፃ ግደፎም እሞ ከምልኹኒ ርኣኹም ንህዝበይ ነፃ ግደፎም እሞ ከምልኹኒ ይብሎ እዚ ኢሉ ኣብ ቅድሚ ንጉስ ቀሪቡ ነዚ ቃል እዚ ምስ በሎ እስኻ እግዚኣብሄር ከም ዝለኣኸካ ኣነ ከመይ ገይረ እፈልጥ ኢልዎ እንታይ ተኣምራት ከተርእየኒ ኢልዎ ሙሴ ነቲ ኣብ ኢዱ ሒዝዎ ዝነበረ በትሪ ይድርብዮ እቲ በትሪ ከዓ ናብ ተመን ይልወጥ ፈርኦን ኣይሰንበደን ኣይደንገፀን እውን ነቶም ናቱ ጠንቆልቲ ፅዋዕ ኣቢሉ ረኣይዎ በሉ እዚ ከምዚ ገይሩ ኣሎ እሞ ንስኻትኩም ከዓ እስከ ከምኡ ግበሩ ምስ በሎም እቶም ናይ ሙሴ እቶም ናይ ፈርኦን ጠንቆልቲ ከኣ በትሮም ምስ ደርበዩ ሽዱሽተ ኣትማን ወጽዮም እታ ናይ ሙሴ በትሪ ከይዳ ነተን ኩለን ኣትማን ወሓጠተን። ኣሕዋተይን ሓተይን እዚ መሰረታዊ ነገር እዩ ኣብ ሂወትና ኣብ ቅድሚ እግዚኣብሄር ክቐውም ዝኽእል ሓይሊ ከምዘየልቦ ብእግዚኣብሄር ተላኢኾም ዝቖሙ ሰባት እውን ኣብ ቅድሚኦም ዝትንክፎም ሓይሊ ከም ዘየሎ፣ ጽንዕቲ ኢድ ናይ እግዚኣብሄር ኣብ ልዕሊኦም ከም ምዃና ዘረድኣና እዩ። ንህዝበይ ከድሕኖ ወሪደ ኣለኹ ዝብሎ ዘሎ እግዚኣብሄር፣ ባዕሉ ወሪዱ ኣብ ቅድሚ ፈርኦን ጠጠው ኣይበለን። ኣብ ሙሴ ኣትዩ፣ ንሙሴ ቀቢኡ፣ ንሙሴ ሓይሊ ሂቡ፣ ንሙሴ ኣንቀሳቒሱ፣ ንሙሴ ድርዒ ሂቡ፣ ንሙሴ ብተኣምራታት መሊኡ እዩ ኣብ ቅድሚ ፈርኦን ጠጠው ኣቢልዋ። ንዓና እዚ ዓብዪ ትምህርቲ ኢሎም እዩ ኣዝዩ ዓብዪ ዓሚቕ ዝኾነ ትርጉም እዩ ዘለዎ። ኣብ ዘለናዮ ክፉእ ዘመን እውን እግዚኣብሄር እንታይ እዩ ዝብለና ዘሎ? እግዚኣብሄር ክዋግኣልኩም እዩ እሞ ህድእ በሉ። ንህዝቢ እስራኤል ዝተዋግኣሉ እግዚኣብሄር እዩ ነይሩ፣ ፈርኦን ኣይነበረን። ሙሴ ተላኢኹ ጥራሕ እዩ ስርሑ ዝሰርሕ ነበረ። ኣብ መወዳእታ ከዓ እዚ ህዝቢ እዚ ብናይ ፅንዕቲ ኢድ እግዚኣብሄርን ብመሪሕነት ሙሴን ብጾቱን ንባሕሪ ኤርትራ ክሳገሩ ኢሎም ካብ ግብጺ ምስ ወጹ ኣብ ገለ ከባቢ ምስ ኣዕረፉ ይብለና ከምቲ ኣብ ንባብ ዝሰማዕናዮ ፈርኦን ተጣዒሱ ድሕርቲ ዝወረዶ ከቢድ ዝተፈላለዩ ዓሰርተ ዓይነት መቕጻዕትታት እሞ ነዚ ህዝቢ እዚ ምስ ሰደዶ እሞ እቲ በኹር ወዱ ምስ ሞቶ ነዚ ነገር እዚ ስለ ዘጣዓሶ ነዞም ህዝቢ እንደገና ከጥፍኦም ኢልዎም ኣብቲ ንባብ ከም ዝሰማዕናዮ ህዝቢ እስራኤል ብምልኣት ኣይኮነን እምነት ኣብ እግዚኣብሄር ነይርዎ ልቡ ናብ እግዚኣብሔር ኣውዲቑ ዝተኸተለ ህዝቢ ነበረን። ከምቲ ቀዳማይ ንባብ ኣዚና ሰሚዕናዮ እንተ ደኣ ኮይንና ሙሴ ቀደም እኮ ነጊርናካ ነርና ኢና መቓብር መዓስ ኣብ ግብፂ ተሳኢኑ ኮይኑ ንሕና እኮ ኣብ ግብፂ እቲ ጭቆናትሲ ተለማሚድናዮ ነርና ኢና በቃ ኣብኡ ክንነብር መሓሸና ነይሩ ንስኻ ግን ውፅ ኢልካ ኣምፅእካና እሞ ከዓ ኣብ ምድረ በዳ ዋላ ሓንቲ ተስፋ ዘይብሉ ኣብ ዝተቐብፀ ተስፋ ማይን ዝብላዕን ነገር ዘይብሉ ምጺእካና ሕጂ ከኣ ነቲ ወጺእና ኢልና ቁሩብ ተስፋ ጌርና ነበርና እሞ እቲ ንጉስ ኣርኪቡና ሕጂ ከኣ እንደገና ካብ ዝቀትለናስ እንታይ ጌርናካ መቃብር ዶ ግብጺ ተሳኢኑ ኮይኑ እዩ ኢሎም የማርሩ ሙሴ ነዚ መረረ እዚ ናብ እግዚኣብሄር ጥራሕ ክቐርቦ ጀሚሩ እግዚኣብሄር ክዋግኣልኩም እዩ እሞ ህድኡ ኣነ ኮንኩን ዝዋግኣልኩም ዘለኹ ኣነ ጉባኤ እየ ዝፍፅም ዘለኹ ስለዚ ንፈርኦንን ንሰራዊትን ዘፍርሕ የብልኩምን ንባርነት እንደገና ክትምነይዎ ፅቡቕ ኣይኮነን እዩ ህዝቢ ርኣኹም ተስፋ ምስ ቆረፀ ከምዚ ሕጂ ኣብ ዓለምና ንሰምዖ ዘለና እዚ ሕማም እዚ ምስ ኣተወ ጠፋእና መወዳእታ ኣኺሉ እዩ ወረማይ እግዚኣብሔር ተዝህሉ ዳ እንታይ ነዚ ጠጠው ዘየብሎ ዝብል ዘይተቐደሰ ቋንቋ ዝጥቀም ዘሎ ህዝቢ ካብቲ ህዝቢ እስራኤል ኣቐዲሙ ኣሽሓት ዓመታት ክርስቶስ ቅድሚ ምውላዱ ዝተጠቕመኦን ኣይፍለን እዩ ኣብ ግብፂ ምሓሸና ነይሩ ባርነት ምሓሸና ነይሩ ሽጉርትና እናበላዕና ምስኦም ምሓሸና ነይሩ መቓብርና ከዓ ተዝኾን ምሓሸና ነይሩ ንባርነት ዝምነ ህዝቢ ንፀልማት ዝምነ ህዝቢ ንሞት ዝምነ ህዝቢ ንተስፋ ቅብፀት ዝምነ ህዝቢ ኮይኑ እዩ ዝቐርብ ዘሎ እግዚኣብሄር ክዋግኣልኩም እዩ እዚኣ ምስ በሎም ከዓ እቲ ባሕሪ ኤርትራ ንህዝቢ ግብፅን ሰራዊቱን ወሓጠቶ። ሙሴ እንታይ ኢልዎም ነይሩ? እግዚኣብሄር ሓደ ነገር ክገብር እዩ፣ ግብፃውያን ከዓ ሓንሳብን ንሓዋሮን ኣይክርኢኹምን እዮም ኢልዎም። ወሪድና ዘሎ ከቢድ መከራ እግዚኣብሄር እዩ ክዋግኣልና ቢልና ንሕና እውን ከም ሙሴ ክንትስእ እንድሕር ደኣ ክኢልና እዚ ሕማም እዚ እዚ መከራ እዚ ዝተፈላለየ ኣብ ዓለምና ዘሎ ሽግራት ሎሚ ንወዲ ሰብ ጠሚሩ ሒዝዎ ዘሎ እሞ ንእግዚኣብሄር ቀኒዑ ንኸይርኢ ከም መጻወድያ ኮይንዎ ዘሎ ሓንሳብን ንሓዋሩን ከም ዘይንሪኦ ክገብር ዝኽእል ኣምላኽ እዩ ዘለና ክብሪ ንስሙ ይኹን። እዚ እዩ እቲ መሰረታዊ ሎሚ ክብሎ ደልየ ዘለኹ። ስለዚ ጸሎት ኣገዳሲ ምዃኑ ኣብ ህይወትና ንመሃረሉ እዩ። ምስ እግዚኣብሄር ክንለማመድ ከም ዘለና ዘርእየና እዩ። የሱስ እውን ኣብ ወንጌሉ ለምኑ ክወሃበኩም እዩ፣ ድለዩ ክትረኽቡ ኢኹም፣ ኳሕኳሕ ኣብሉ ማዕጾ ክረሓወልኩም እዩ። ዝለመነ ኩሉ ይቕበል፣ ዝኳሕኩሐ ይረሓወሉ። ዝደለየ ኸኣ ይረክብ ኢሉ እስኻትኩም ኢለና ንዓና ክፉኣት ክነስኹም ዘይተቐደስኩም ክነስኹም ነቶም ደቅኹም ለሚኖምኹም ዓሳ ለሚኖምኹም እምኒ ክትህቦም ዘይትኽእሉ ኣብ ሰማያት ዘሎ ኣቦኹም ግዳ ናይ ኩሉ ወሃቤ ሰናይ ወኩሉ ይሴፎ በሃቤከ ኣንተ ትህቦ ምስ ኢሳዮም በበግዜሁ ተባሂሉ ከም ተጻሕፈ ኩሉ ኣባኻ የንቃዕዱ ንስኻ ከኣ ነቶም ናትካ ሑርያትካ በብዕለቱ ሲሳዮም ሽሻዮም ትህቦም ተባሂሉ ከም ተጻሕፈ ሰማያዊ ኣቦኹም ነቶም ዝልምንዎ ደኣ ክንደይ ይብሎም ኣብሊጹ ዘይህቦም ኣብ ቅድሚ እግዚኣብሄር ብሓቅን ብቕንዕናን ቀሪብና ክንልምን ደኣ እምበር ከምቲ ህዝቢ እስራኤል ኣብ ምድሪ ተስፋ ዝቖረጾ ነዚ ቃላት እዚ ከይንደግም ሓደራ ኣብኡ ምሓሸና ነይሩ፣ ኣብቲ ጸልማት ምሓሸና ነይሩ፣ ኣብቲ ሞት ምሓሸና ነይሩ፣ ኣብቲ ባርነት ምሓሸና ነይሩ ኢልና ነዚ ጸሎት እዚ ከይንጽሊ ሓደራ። ተወዲኡ፣ ተስፋ ቆሪጹ፣ እግዚኣብሄር ደኣ ኣበይ ኣሎ ዝብል ቋንቋታት ከይነስምዕ እዩ ሎሚ ዝነግረና ዘሎ። ሓንሳብን ንሓዋሩን ንግብጻውያን ኣይክትርእይዎምን ኢኹም ኢልዎም ሙሴ። እግዚኣብሄር ጽንዕቲ ኢዱ ክገብር እዩ። እግዚኣብሄር ከኣ ወሪደ ኣለኹ ስለ ዝበለ ወሪዱ ድሕሪ ወሪዱ እዩ። ብዝተፈላለየ መንገዲ ክሰርሕ ዝኽእል ኣምላኽይ ክብሪ ንስሙ ይኹን ነዚ ክገብር ከም ምኽእል ክንፈልጥ ኣሎና ንደቅኹም ሰናይ ምሃብ ካብ ፈለጥኩም ኣብ ሰማይ ዘሎ ኣቦኹም ግዳ ንዝለመንዎ ክንደይ ኣብዚሑ ሰናይ ነገር ዘይህቦም እንታይ ዝዓይነቱ ልመና ኢና ክንገብር ዝግባኣና ኢልና ክንሓስብ ናይ ግድን እዩ ስለዚ መሰረታዊ ነገርና ክንመፅ ኢና ፀሎት እንታይ ማለት እዩ ፀሎት ማለት ምስ እግዚኣብሄር ምርኻብ ማለት እዩ ንእግዚኣብሔር ከዓ ኣብቲ መቕደስቲ ልብና ክንረኽቦ ንኽእል ኣብ መቕደሱ ኣብቲ ቅድስተ ቅዱሳን ከድና ክንረኽቦ ንኽእል ኣብ ጸሎተ ሕልናን ሰቂለ ሕልናን ኣቲና ክንረኽቦ ንኽእል ንእግዚኣብሔር ኣብ ቃሉ ክንረኽቦ ንኽእል ንእግዚኣብሔር ኣብ ምስጢራቱ ክንረኽቦ ንኽእል ንእግዚኣብሔር ኣብ ዝተፈላለየ ናይ ናይ ኣስተንትኖ ህይወትናን ዝተፈላለየ ስሩዕ ናይ ቤተ ክርስቲያን ጸሎታትናን ምስ እግዚኣብሔር ነዕልለሉ እዩ ጸሎት ሰብ ምስ እግዚኣብሔር ዝራኸበሉ መሳልል እዩ ያኢቆብ ኣብ ዘፍጥረት ዕስራን ሸሞንተን ዓሰርተ ክልተ ኣብቲ ፍኖተ ሎዛ ተባሂሉ ዝጽዋዕ ኣብኡ መሳልል ርእዩ መሳልል መላእኽቲ ክወርዱን ክድይቡን ርእዩ እዚ እቲ ሰብ ምስ እግዚኣብሄር መላእኽቲ ምስ እግዚኣብሄር ፍጡር ምስ ኣምላኹ ዝግበር ናይ ጸሎት ርኽክብ ምዃኑ ንርዳእ። ጸሎት ጸሎት ክንብል ከለና ናይ ንስሓ ጸሎት እዩ። ንሰማያዊ ኣምላኽ ናይ ክቡር ኣፍ ደገ ንክንኣቱ ዝሕግዘና እዩ ጸሎት ክበሃል እንከሎ ጸሎት እግዚኣብሔር ንክቕድሰና ንኸንጽሓና ልብና ክንከፍተሉ ቁልፊ እዩ። ወዲ ሰብ ኣብ ህይወቱ እግዚኣብሄር ዘይሰምዖ ጸሎታት ኣሎ። እዚ ኦብስታክልስ ኦፍ ፕሬየር ንብሎ ኣሎ መንፈሳውያን ኣቦታት ክምህሩ እንከለዉ ንሳቶም ከ ኣርባዕተ እዮም ቀዳማይ ቅዱስ ዳዊት ኣብ መዝሙሩ ዘጊብዎ ከም ዘሎ ሓጢኣተይ ከይተነሳሕኩ ንእግዚኣብሄር እንተዝልምኖ ነይረ እግዚኣብሔር ንጸሎተይ ኣይምሰምዖን ነይሩ ይብል ሓጢኣተይ ኣብ ቅድሚ እግዚኣብሔር መሓረኒ ደኺመ እየ ተሓሊለ እየ ኢለ እንተዘይቀርቦ ነይረ ጸሎተይ እግዚኣብሔር ኣይምሰምዖን ነይሩ ይብል እዚ ኣብ መፅሓፍ ምሳሌ እውን ንረኽቦ ኢና ኣብ ምዕራፍ ሓደ ዓሰርተ ሓሙሽተ እግዚኣብሄር መስዋእቲ ሓጥኣን ኣይቅበልን እዩ ዝብል ስለ ዘሎ እቲ ካልኣይ ደው ኢልኩም ክትፅልዩ እንከለኹም ኣብ ህይወትኩም ዝተቐይምኩምሎም ሰባት እንተ ኣለኩም ሕደግሎም ሽዕኡ ጸሎትኩም ቅቡል ይብል ኣብ ማርቆሱ ሳልሳይ ሓደ እኳ ንእግዚኣብሄር ብጥርጣሬ ኣይለምኖ እንታይ ማለት እዩ እግዚኣብሄር ይኽእል ድዩ ኣይክእልን እናበልካ ከምቲ ንሰብ ትልምኖ እዚ ነገርዚ ሰብ ክገብረለይ ይኽእል ዶ? ኣይኽእልን ኸውን፣ ይበዝሖ ኸውን፣ ይዓብዮ ኸውን፣ ብጥርጣሬ ዝልምን ኣይቅበልን'ዩ ይብል ቃል ኣምላኽና። ራብዓይ፣ ጊጉይ ኣምልኾ። ብዓለማዊ መንፈስ ተኣሲርካን ክንስኻ ናብ እግዚኣብሔር ምጥማት። ኣይቀበሎን እዩ እግዚኣብሔር ነቲ ጸሎት እዚ። ኢለ ዛቲ ወኢንታክቲ ይብል ግእዝ። ኣይነቲ ኣይነት እዩ። ስለዚ መሰረታዊ ሓቅታት ናይ እግዚኣብሄር ተቐቢልና ክንነብር ኣብ ውሽጥና ዘለው ዘይተደልዩ ባዕልና ዝፈጠርናዮም ጣዖታት ከነውፅኦም ሓቀኛ ዝኾነ ኣምልኾ ከምቲ ኣብ ዮሃንስ ምዕራፍ ኣርባዕተ ተፃሒፉ ዘሎ እግዚኣብሄር ብመንፈስን ብሓቅን ዘምልኽዎ ይደሊ ሰጋድያን እዩ ዝደሊ ኣምላኽቲ እዩ ዝደሊ ተንበርከኽቲ እዩ ዝደሊ ዝበሎ ብቑኑዕ ናብ ኣምላኽ ክንቀርብ ከም ዘለና ዘርእየና እዩ። ጸሎት ምስ እግዚኣብሔር ዝምስረት ጽኑዕ ርክብ እዩ። ሎሚ ጸሎት ብተመስጦ ልቢ ብመንፈሳዊ ሓሳብ ብሰቂለ ሕሊና ናብ ኣምላኽና ንቐርበሉ ምስ ፈጣሪና ንዕለሉ ኣገባብ እዩ እቲ ዝገደደ ምስ እግዚኣብሄር ናይ ጸሎት ግዜ የብለይን ግዜ የብለይን ዝብል ሰብ ዝለዓለ ሓጢኣት እዩ ዝፍጽም ዝኸበደን ዝለዓለን ሓጢኣት እዩ ዝፍጽም ኣስተብሂልና ንስማዓዮ ምስ እግዚኣብሄር ግዜ የብለይና ንክጽሊ ግዜ እውን የብለይና ንጸሎት ዝኾን ግዜ የብለይን ምባል ማለት ንእግዚኣብሄር ከዕልሎ ምስ እግዚኣብሄር ከም ፍጡርን ፈጣርን ኮይና ከም ኣቦን ውሉድን ኮይና ከነዕልል ድሌት የብለይን ማለት እዩ እዚ ነገር እዚ ኢሎሚ እግዚኣብሄር ክኣልዩ ደልዩ ዘሎ ክኣልዮ ደልዩ ዘሎ እቲ ውግእ ናትካ ኣይኮነን እቲ ውግእ ናተይ ኣይኮነን እቲ ውግእ ናታትኩም ኣይኮነን እቲ ውግእ ናይ እግዚኣብሄር እዩ እግዚኣብሄር ክዋግኣልኩም እዩ እሞ ህድኡ ማለት ንስኻትኩም ኣብ ጸሎት ተጸመዱ ኣብ ሱባኤ እተዉ ኣብ ናይ ሕልና ጸሎት እተዉ ኣብ ዓሚቕ ኣስተንትኖ እተዉ፣ ኣብ ንስሓ እተዉ፣ ኣብ ልመና እተዉ፣ ኣብ ብኽያት እተዉ፣ ምእንቲ ገዛእ ርእስኹምን ምእንቲ ካልኦትን ብኸዩ። እቲ ውግእ ግን ናታትኩም ኣይኮነን፣ እግዚኣብሄር ከም ጽኑዕ ወተሃደር ወጺኡ ክዋግኣልኩም እዩ እሞ ህድኡ። ክትሃድእ ማለት ብቅዱስ መጽሓፍ ኣብ ጸሎት ምእታው ማለት እዩ። ስለዚ ጸሎት ብዘይ መጠን ወሳኒ ምዃኑ ኢየሱስ ባዕሉ ብኣብነቱ ኣረዲኡና እዩ። ኢየሱስ ጸሎት የድልዮ ድዩ? ኣብነት ምእንቲ ክኾነና ግን ይጽሊ ከም ዝነበረ ብሕት ኢሉ ይጽሊ ከም ዝነበረ ምስ ሰማያዊ ኣቦኡ ይራኸብ ከም ዝነበረ ፍቓድ ናይ ኣቦኡ ክፍጽም ዘምጽኦ ዕላማ ምስ እግዚኣብሄሩ ናይ ዕላል ግዜ ከም ዝነበሮ ተደጋጋሚ ወንጌል ይነገረና እዩ ባዕሉ ከዓ ኢሉና ምጽላይ ምልማን እዩ እቲ ዝልምን ክቕበል እዩ ማዕፆ እግዚኣብሄር ዝኩሕኩሕ ዘበለ ልቢ እግዚኣብሄር ዝኩሕኩሕ ዘበለ ክረክብ እዩ ድሌት ዘለዎ ካብ ውሽጢ ኣብ እግዚኣብሄር መላእ ህይወቱ ዘረከበ ኸኣ ክኸውን እዩ። የሱስ ኣብ ወንጌሉ ምዕራፍ ዓሰርተ ሓሙሽተ ናይ ዮሃንስ ወንጌል ኢሉና ኣሎ፣ ብዘይ ብኣይ ሓንቲ እኳ ክትገብሩ ኣይትኽእሉን ኢኹም። እዛ ብዘይ ብኣይ ትብል ብዘይ መጠን ኣገዳሲት ኣብ ህይወትና ሎሚ ኣብ ዝኾነ ኩነታት ንረኸብ ኣብ ዝኾነ ህይወት ንሃሉ ኣብ ዝኾነ ላዕለዋይ እውን ታሕተዋይ ንኹን ብዘየገድስ ብዘይ ብኣይ ዝብል ዘሎ ብዘይ ብኣይ ሓንቲ እኳ ክትገብሩ ኣይትኽእሉን። ክትገብሩ ትኽእሉ ትደልዩ እንተ ኮይንኩም፣ ክትሰርሑ፣ ክትዓዩ፣ ከተበስሩ፣ ኣብ ኩሉ ጉዕዞ እውን ክትከዱ እንተ ኮይንኩም፣ ንዓይ ሒዝኩም ኢኹም። ከመይ? እቲ መንገዲ ኣነ'የ፣ እቲ ሓቂ ኣነ'የ፣ እቲ ህይወት ከኣ ኣነ'የ። ብዘይ ብኣይ ክኸውን ኣይክእልን'ዩ ማለት ስለ ዘይኮነ፣ ነዚ ነገር'ዚ ኣጸቢቕና ክንርድኦ። ጸሎት ግዜ የብለይን ክንብል ከሎና ብርእሱ ሓጢኣት እውን ስለ ዝኾነ፣ ምስ እግዚኣብሄር ክንራኽብ ግዜ የብልናን ስለ ዝኾነ እውን ቅድሚ ኩሉ ንጸሎት ግዜ ክንህብ የድልየና። ጸሎት መፍትሕ ህይወት እያ ንኣምላኽና እንታይ ኢልና ኢና ክንጽሊ ዝግባእና ከም መዝሙር ሓምሳን ሓደን ጽሩይ ልቢ ፍጠረለይ ቅኑዕ መንፈስ ከዓ ኣብ ውሽጠይ ሓድስ ፈትየ ከገልግለካ ደግፈኒ ኢሉ ቅዱስ ጳውሎስ ፈቲና ክንጽሊ ፈቲና ከነገልግሎ ፈቲና ከነምልኾ ፈቲና ኣብ ኩሉ ጉዕዞና ነዚ ኣምላኽ እዚ ክንኽተሎ ንደሊ እንተ ደኣ ኮይና ኣብ ውሽጥና ቅኑዕ መንፈስ ክፍጥር ኣለዎ። ወመንፈሰ ርቱዐ ሐድስ ውስተ ከርስየ ኢትግድፈኒ እምቅድመ ገጽከ፣ ካብ ቅድሚ ገጽካ ኣይትርሐቐኒ፣ ግን ፈትየ ክእዘዘካ ኣብ ውሽጠይ ሓድሽ መንፈስካ ክዓው ክንብሎ የድሊ። ዝኸበርኩም ብክርስቶስ ኣሕዋተይን ኣሓተይን፣ ጸሎት ቀሊል ነገር ኣይኮነን። ዝጽሊ ሰብ ኣጋንንቲ ይፈርሕዎ፣ ይንቅጥቀጥሉ። ከመይ ክጽሊ እንከሎ ኩናት እዩ ዝኣትው። እቲ ኩናት ዝኣተወ ከኣ ምስ ስጋን ደምን ኣይኮነን ምስ ሰብ ኣይኮነን ምስ ዘርኢ ሰብ ኣይኮነን ምስዚ ነዚ ኣየርና ኣሲሮሞ ዘለዉ ኣጋንንትን መናፍስትን ከምቲ ኣብ ኤፌሶን ምዕራፍ ሽዱሽተ ተጠቒሱ ዘሎ ኣብኡ እዩ ትውግእ ስለዚ እቶም ኩሎም ነዚ ኣየራት እዚ ንደቂ ሰባት እውን ዝርብሹ ዘለዉ መንፈስ ኣጋንንቲ ክጽሊ ዝኣተወ ሰብ ክጽሊ ዝኣተወ ህዝቢ ክጽሊ ዝኣተወት ቤተ ክርስቲያን እዞም ኣጋንንቲ እዚኣ የንቀጥቁጥ እዮም ኣብ ቅድሚያ ከመይ ኣብዚ ዓለም ክሳብ ዘለና ዘይቋርፅ ውግእ ኣሎና እዚ ውግእ እዚ ኣብ መንጎናን ኣብ መንጎ ሰይጣንን ኣብ መንጎ ነብስን ኣብ መንጎ ስጋን እዩ እምበኣር እዚ ውግእ እዚ ብናትና ዓወት ክዛዘም እንተ ኮይኑ ምስ እግዚኣብሄር ኣምላኽና ናይ ጸሎት ህይወት ክህልወና የድሊ። ኣብዚ ጸሎተ ኪዳን እንታይ ዝብል ኣለና? ንሕና ካህናት ንደግሞ ጸሎተ ኪዳን ናይ ጥንቲ ጸሎት እዩ። እንታይ ይብል? ኦ ጎይታ ካብ ምትላል ጸላኢ ክንሕሎ ዘየቋርጽ ጸሎት ሃበና። ኦ ጎይታ ካብ ምትላል ጸላኢ ክንሕሎ ዘየቋርጽ ናይ ጸሎት መንፈስ ሃበና ማለት እዩ። ጸሎተ ኪዳን ንደግሞ ኢዚ ዘየቋርጽ ናይ ጸሎት መንፈስ ሃበና። ጸሎት ካብ እግዚኣብሔር ዝደለናዮ እንሓተሉ መንገዲ እዩ። ካብ እግዚኣብሔር መን ኢሉ ንደልዮ ኣሎ? ጥዕና፣ ሰላም፣ ቅሳነት፣ መስተርሆት፣ ሰናይ ዘመን ናይ ምትሕቋፍ ዘመን ካብ ፌራን ካብ ሕማምን ካብ ምንቅጥቃጥ ምድርን ካብ ናይ እሳትን ካብ ናይ ዲያብሎስ ኣሰራርሓን ካብ ውርፁፅ ዓለማውነትን ካብ እግዚኣብሔር ኣልቦነትን ዘለዎ ዓለም ሓራ ክንከውን ናይ ጸሎት መንፈስ ንልምኖ ኣሎና እዩ ኢየሱስ ኣነጺሩ እዛ ለምኑ ክወሃበኩም እዩ ክብል እንከሎ ብርግጽ ስለ ዝህበና እዩ ሰብ ኣሚናያ እውን ይህበና እዩ እግዚኣብሔር ግና ልዕሊ ኩሉ ስለ ዝኾነ ብኽፍኣትኩም ዘይኮነ እቲ ኣነ ሰናይ ዝህቦ ነገር ስለ ክትፈልጡ ዝግብኣኩም ለምኑ ክወሃበኩም እዩ ኳሕኩሑ ክረሓወልኩም እዩ ድለዩ ክትረኽቡ ኢኹም ኮዳ ዝበለፀ ኢኹም ክትረኽቡ ኢልና ኣነ ዝጥቀመላ ወትር ግዜ ጥቕስላ ነዊሕ ዓመታት ዘሰነየትኒ እግዚኣብሔር ንጸሎትካ ሰሚዑ ሽዑ ሽዑ እንተመለሰልካ ኣመስግን ነው ዝደንጎየ እንተመሰለካ ተጸበዮ ዝበለጸ ኣቐሚጥልካ ኣሎ ናይ ቃና ዘገሊላ ወይኒ ካብ ቀደማይ ወይኒ ዳሕረዋይ ወይኒ ዝጠዓመ ነይሩ እቲ እግዚኣብሄር ዝተንከፎ ወይኒ እግዚኣብሄር ቡራኬኡ ዘሕለፈሉ ወይኒ እግዚኣብሄር መንፈሱ ዘሕለፈሉ ወይኒ ጸሎት ምጽባይ ማለት እዩ እንታይ ማለት እዩ እግዚኣብሄር ኣብ ህይወትና ክሰርሕ ኣብ ዓለምና ክሰርሕ ኣብ ስድራ ቤታትና ክሰርሕ ኣብ ተልእኮና ክሰርሕ ኣብዚ ዘለናዮ ጽንኩር ዘመን ክሰርሕ ንጽበዮ እዩ እግዚኣብሄር ክዋግኣልኩም እዩ እሞ ህዱ መዝሙር 37 ከምኡ እዩ ዝብል ኣነ እግዚኣብሄር ኣምላኽ ካብ ምዃነይ ህዳእ ፍለጠኒ ኣብ ህድኣት ኢና ንእግዚኣብሄር ንረኽቦ ኣብ ጫውጫውታ ኣይንረኽቦን ኢና እዚ ሃዲእና ኣብ ቤትና ክንፅሊ እንኮለና ከም ሕብረት ክርስትያን ክንጽሊ እንኮለና፣ ኣብ መስዋዕተ ቅዳሴ ክንመጽእ እንኮለና፣ ኣብ ተመስጦ ክንኣቲ እንኮለና፣ ኣግዚኣብሄር ነዚ ዘመን ዝኸውን ቃል ይህበና እዩ። ተዘይኮነ ንሕና እውን ካብ ሰብና ስለ ዘይንበልጽ ከምቶም እስራኤላውያን ኣብኡ ከምሓሸና ነይሩ፣ እቲ ባርነቱ ክምሓሸና ነይሩ፣ እንታይ ክንገብሩ ኢኹም ናብ ዝምጽእኩምና ዝብል ንእግዚኣብሄር ዝፈታተን ከምቲ ንእግዚኣብሄር ኣቦታትኩም ኣብ መሰል መሪባን ዝተፈታተንዎ ይብል ቃል ኣምላኽና ኣይትፈትንዎ ንእግዚኣብሄር ድያብሎስ ፈቲንዎ ኢልና ሓሓሊፍናዮ ቀደም ንሕና ንፍትኖ ዘለና ይበዝሕ ኢየሱስ ክርስቶስ ብህይወቱ እንከሎ ዝተሰቕለሉ ሓጢኣት ብምሉኡ ተሸኪሙ ዝመሎ እሞ ናብ ሰማይ ዝኸደሉ እዚ ሕጂ ዝፍጸም ዘሎ ሓጢኣት ኣብ ዓለምና ይበዝሕ ንእግዚኣብሄር ክብሪ ዘይህብ ዓለም ንእግዚኣብሄር ክብሪ ዘይህብ ሕብረተሰብ ንእግዚኣብሄር ቅድምና ኣብ ህይወቱ ዘይህብ ሕብረተሰብ እዩ ዓለምና ተፈጢሩ ዘሎ ስም እግዚኣብሄር ዝፅዋዕ ዓሻ ዝቁፀረሉ ደንቆሮ ዝቁፀረሉ ኣነ ወትሩ ግዜ ዝብሎ ኣሎ እቶም ደናቁር ስኻትኩም ኢኹም ንሕና ኣይኮናን እቶም ሊቃውንትን እቶም ጥበበኛትን እቶም ንእግዚኣብሔር ፈሪሖሞ ዝኸዱ ኣብ ውሽጢ ቤተ ክርስቲያን እዮም ዝርከቡ ምክንያቱ ሓርዮም እዮም ማርያም እሰ ሃርየት መክፈልተ ሰናይ ወእየ ሃይድ ወለዓለም ማርያም እቲ ፅቡቕ ነገር መሪፃ ኣላ ክሕድግዎ ኣይክእሉን እዮም ኣነ ንስኻትኩምን እቲ ዝበለፀ ኢና መሪፅና ዘለና ዓለም ክሕድገና ዘይክእል ተወክሎና ኣብ እግዚኣብሔር ብጸሎት ኢና ነዚ እግዚኣብሔር እዚ ለጊብናዮ ንረከብ ዘለና ዝኸበርኩም ክርስቶስ ኣሕዋተይን ኣሓተይን ጸሎት ካብ እግዚኣብሔር ዘለናዮ ንሓተሉ መንገዲ እዩ ነዚ ቃል እዚ መሰረት ጌርና ከዓ ብጸሎት ዘይንረኽቦ ድሌትን ዘይንስዕሮ ቃልስን ከምዘየለ ምፍላጥ የድልይ እቲ ቃልሲ ክንስዕሮ ኢና ኩሉ ክሓልፍ እዩ ግናኸ ከምቶም ዓሰርተ ለምጻማት ከይንኸውን ክንጥንቀቕ የድልየና ዓሰርተ ለምጻማት ኢየሱስ ምስ ኣሕወዮም ካብቶም ዓሰርተ ሓደ ጥራሕ ከመስግን ተመሊስዋ ዓሰርተ ደይኮንኩም ሓዊኹም ደኣ ኣቢዳ ኣለዉ እቶም ብፆትካ ምስ በልዎ ኣነ መፅእ ኣለኹ ጎይታ ኢሉ ኪድ እዚ ህዝቢ እዚ የፍርሓኒ ኣነ እግዚኣብሄር ነዚ ነገር ዝከኣልዮ እዩ ሎሚ ኩሉ ብሚድያ ተኣኪቡ ኣሎ ይጽልል ኣሎ ኣብ ገዝኡ ብኡ መጠን እግዚኣብሄር ነዚ ጉዳይ እዚ ምስ ኣለዮ ናብቲ ዝነበርናዮ ናይ ግብፂ ህይወት ናብቲ ዝነበርናዮ ናይ ባርነት ህይወት ክንምለስ ዘይኮነ ከም ሎሚ ዓለም ሙሉእ ቤተ ክርስቲያን ክመልእ ክኽእል ኣለዎ እቶም ብዙሓት ዘይኣምኑ ሰባት እውን ሎሚ ናብ እግዚኣብሄር ይምለሱ ኣለዉ ኣብ ዝተፈላለየ ሕክምናታት ትርእይዎም ትርኣኹም ሓካይም ከይተርፈ ተንበርኪኹም ይፅልዩ ኣለዉ ጎይታ ካባኻ ጥራሕ እዩ ሓቂ እዩ ካብ እግዚኣብሄር ጥራሕ ይኽብሪ ንስም ይኹን መራሕቲ ሃገራትን ከይተረፉ ዕስራን ኣርባዕተን ሰዓት ብፖለቲካ ብዛዕባ ቅትለትን ውግእን ዝሰብኩ ዝነበሩ ኣብ እግዚኣብሄር ኣምላኽና ንእመን ኣሎና ገሊኦም ሃገራት ኣፍሪቃ መራሕቲ ከዓ እወ ቤተክርስትያናትና ኣይክንዓጹን ኢና ምክንያቱ እዚ ሕማም እዚ ሰብነት ክርስቶስ ክትንክፍ ኣይክእልን እዩ። ኣብ ሰብነት ክርስቶስ ኣቲና ኢና ንሓዊ ምባል በጺሖም እዮም። ኣኹም እግዚኣብሔር ከመይ ዝሰርሕ ዘሎ እንተኾነ ግና እዚ ግዜያዊ ከይከውን ቴንታቲቭ ከይከውን ቀጻልነት ክህልዎ ህዝቢ እግዚኣብሔር ኪንዮዚ ደኣ ክሓስብ ኣለዎ። ሕጂ ናይ ምምላስ ግዜ እዩ። ድሓር ከዓ ናይ ምቕጻል ግዜ እዩ። ናይ ምቕጻል ብኸመይ ብእምነትን ተኣማንነትን ኣብ ደሙ ዘጥረያ ቤተ ክርስቲያን ሰጢምካ ብምንባር እግዚኣብሔር ኣብ ህይወትና ቀዳምነት መሃል ማቴዎስ ወንጌላዊ ኣነጺሩ ዝብሎ እዩ ህሱ መንግስተ እግዚኣብሔር ወጽድቆ ወዘሰ ካልእ ይትወሰከክሙ ንስኻትኩም ግና መንግስቲ ኣምላኽን ጽድቁን ድለዩ እቲ ካልእ ክውስኸኩም እዩ እቲ መጀመርያን ምስ እግዚኣብሔር ዘድልየና ነገር እንተ ሃልዩ ጽድቁን ቅድስንኡን ልዕልንኡ መለኮትነቱ ምድላይ እዩ ካልእኸ እዚ ኩሉ ንብሎ ዘሎና እዩ ክመጽእ ንልምኖ ንደልዮ ዘጨንቐና ዘሎ ዕረፍቲ ዝኸልኣና ዘሎ ድቃስ ዝኸልኣና ዘሎ ኣሲሩና ዘሎ ብምሉኡ እግዚኣብሔር ባዕሉ ክገብሮ እዩ ወዘሰ ካልእ ይትወሰከክሙ ክወሃበኩም እዩ ኮልኣ ሓለፋ ክወሃበና እዩ ነዚ ኣነጺርና ኣብ እምነትና ክንለማመዶ የድሊ ኣብ መጽሓፍ ቅዱስ ትሽዓተ ወይ ሸሞንተ ሰባት ኣለዉ ብጸሎት ከመይ ገይሮም ከም ዝተዓወቱ ኣብነቶም ጥራሕ ክነግረኩም ክሓልፍ እየ እያሱ ብጸሎት ንፀሓይ ጠጠው ኣቢልዋ መጽሓፍ እያሱ 1 13 ካልኣይ ኤልያስ ምስ ጸለየን ሰለስተ ዓመትን ሽዱሽተ ወርሕን ዝናብ ኣይዘነበን እንደገና ምስ ጸለየ ከዓ ዝናብ ሃሪሙ ጸሎት ሓይሊ እዩ ኤልሳእ ጸለየ ንዝሞተ ከዓ ተንስአ ካልኣይ ነገስት ኣርባዕተ ሰላሳን ክልተን ሃና ጸለየት ውላድ ከዓ ረኸበት ቀዳማይ ሳሙኤል ምዕራፍ ሓደ ሃዋርያት ጸለዩ ብዙሕ ተኣምራታት ከዓ ገበሩ ግብሪ ሃዋርያት ምዕራፍ 16 ክንረኽቦ ንኽእል ኢና እቶም ሚትን ዕስራን ኣመንቲ ጸለዩ ንቅዱስ ጴጥሮስ ከዓ ካብ ማእሰርቲ ኣፍትሕዎ ግብሪ ሃዋርያት 12 ጳውሎስን ሲላስን ጸለዩ ሰንሰለቶም ተፈትሐ ግብረ ሃዋርያት 16:25 በዓል ኢያሱ ምስ ጸለዩ ዕርዲ ያሪኮ ኣፍረሱ ብመዝሙር ፈሪሱ ብጸሎት ፈሪሱ ዕርዲ ያሪኮ ኢያሱ ምዕራፍ 6 ክንረኽቦ ንኽእል ኢና እዝን ካልእን ዝተፈላለየ ኣብነት ኣለና ብጸሎት ዕውታት ኣብ ህይወት ስለዚ እቲ ምስ እግዚኣብሔር ክኽልክለና ዝኽእል ኣቐዲመ ዝበልክዎ ምስ እግዚኣብሔር ክንቀርበሉ ንኽእል መንገዲ ክንፈልጦ ኣብ ህይወትና ክንኣልዮም ዝግብኣና ልዕሊ ኩሉ ሎሚ ንሰብ ሃስይዎ ዘሎ ጥርጣሬ ዝብል እዩ ጥርጣረን ፍርሕን ዝብላ መሰረታውያን ዲያብሎስ ኣብዚ ምድሪ እዚ ዝጥቀመለን ዘለዋ ቃላት እየን ሰብ ብፍርሒ ክወሓጥ ይደሊ ዲያብሎስ ተስፋ ክቆርፅ እሞ ወይ ነብሱ ክቐትል ወይ ከዓ ተወዲኡ ድሕሪ ሕጂ ዝብል ኣተሓሳስባ ክእቱ ብጥርጣሬ ከዓኒ እግዚኣብሔር ክገብሮ ክእል ድዩ ኣይገብሮን እዩ እናበልካ ምልማን እዚ ሎሚ ተማሂርናዮ ስለ ዘለና ክንፈልጦ እግዚኣብሔር ክዋግኣልኩም እዩ እሞ ህዱ ኣታ ህዝቢ እግዚኣብሔር ክዋግኣልካ እዩ እሞ ህዳ ጸሊ ኣብ ውሽጢ ቤትካ እቶ ነቲ ብሕቡእ ዝርኢ ኣምላኽካ ከዓ ሕተቶ ብግህዶ ክምልሰልካ እዩ። ጸውዑኒ ክምልሰልኩም እየ፣ ሕቡእን ግህዱን ምስጢር ከኣ ክነግረኩም እዩ ኢልና እዩ። ክንጽውዖ እንተ ደኣ ኮይንና ንዓና ተሓቢኡና ዘሎ መሊእ ኣሎ። ሓደ ካብኡ ፈውሲ እዩ፣ ምሕረት እዩ፣ ቡራኬ እዩ፣ ዝተሓቢኡና እዩ ዝለኒ ግዜ እዩ ብሰንኪ ድኻምነትና። ጸውዑኒ እሞ፣ ኣብ ጸሎት ምጹኒ እሞ፣ ኣነ ኸኣ ስውርን ግሁድን ነገር ከፍልጠኩም እየ። ልዕሊ ኣእምሮና ዝኾነ ከቢድ ዝኾነ ነገራት ኣብ እግዚኣብሔር ግን ቅልል ብዝበለ መንገዲ እግዚኣብሔር ክህበና ምዃኑ መብጽዓ ኣትልና እዩ። ስለዚ ብሓቂ ክንልምኖ፣ ብመንፈስ ክንልምኖ፣ ኣብ ጸሎት ክንልምኖ፣ ዕለተ ዕለት ንጉሃ ንጉሆ ተስኢና መስዋዕቲ ቅዳሴ ክንገብር፣ ኣብኡ ክንጽሊ፣ ክንሓብር እንከለና በዚ ነገራት እዚ ኢና ንእግዚኣብሄር ነመስግኖ እሞ ኣሕዋተይን ሓተይን ብቕኑዕ ልቢ ብፍቕሪ ብዝተሰብረ ልቢ ንእግዚኣብሄር ክንቀርቦ ንፅዋዕ ኣለና ኣብ ልብና ዝኾነ ጸሎት እንተጸሊና ከምዚ ዝብል ቃል ካብ ኣምላኽ ክንሰምዕ ኢና ብሓቂ እንተ ጸሊና እግዚኣብሄር ዝስዕብ ክብለና እዩ ሓድሽ ልቢ ክህበካ እየ ሓድሽ መንፈስ ከኣ ኣብ ውሽጥኻ ከንብሮ እየ። ናይ እምኒ ልቢ እንተ ኣለካ ኾይኑ፣ ንዓይ ዘይእዘዝ፣ ካባይ ዝረሓቐ፣ ናይ እምኒ ልቢ እንተ ኣለካ ኾይኑ፣ ናይ ስጋ ልቢ፣ ዝሓስብ፣ ዘስተንትን፣ ዝግዛእ፣ ዘምልኽ፣ ኣምላኹ ዝፈልጥ ልቢ ክህበኩም እየ ኢሉ ኣብ ህዝቅኤል ሰላሳን ሽዱሽተን ከም ዝተመባጽዖ፣ ሓድሽ መንፈስን ሓድሽ ህይወትን ክህበና፣ ብዝተሓደሰ መልክዑ ከኣ ንእግዚኣብሄር እናገልገልናዮ ምእንቲ ክንሓልፍ ክንክእል፣ ሎሚ እቲ ሙሴ ዝበሎም ኢና ንዓይ ሎሚ እዛ ቃል እዚኣ ኣዝያ ባሪኻትኒ እያ። ንግብጻውያን ካብ ሕጂ ክሳብ ዘልኣለም ኣይክትርእይዎም ኢኹም እግዚኣብሄር ወሪዱ እግዚኣብሄር ተንሲኡ ነዚ ሽግርን መከራን እዚ ሓላፊ ዝኾነ ሓንሳብ ንዘልኣለም ኣይክንሪኦን ኢና እግዚኣብሄር ግን ክንሪኦ ኢና ኣብ ቅድሚኡ ምስኡ ሓቢርና ክንጓዓዝ ሎሚ ናይ ቃል ኣምላኽ ንባብ ናይ ጸሎትን ዝተፈላለየ ግዜን ስለ ዝኾነ ኣሕዋተይን ሓተይን ኣጆኻትኩም በርትዑ ሰብኡት ኩኑ ኢልዎም እዩ ሃዋርያ ጳውሎስ ንክርስትያን ኤፌሶን ንጽናዕ ጠጠው ንበል ኣብ ቅድሚ እግዚኣብሄር ንለምኖ እግዚኣብሄር እዩ ዝዋጋኣልና ዘሎ ንሕና ሃዲእና ኣብ ኢድ እግዚኣብሄር ኣምላኽና ነዕርፍ እግዚኣብሄር ነዚ ክገብሮ እዩ ንዓለምና ክባርኻ እዩ ዘመንና ክልወጥ እዩ ንሃገርና ክበጽሓ እዩ ንነፍሲ ወከፍና ክባርኸና እዩ እግዚኣብሄር እሙን እዩ ኣብ ታሪኹ ወትር ግዜ ዝብሎ ኣነ ኣይጋገ ኣየጋጊ ዘይጋገ ኣምላኽ ዘየጋጊ ብዙሓት ኣብ ዓለም ኣደናጊሮምና እዮም ብዙሓት ኣጋጊዮምና እዮም እግዚኣብሄር ግን ኣይጋግን እዩ ቅኑዕ ፈራዲ ጥራሕ ዘይኮነ ቅዱስን ዘለዓለማውን እዩ ነዚ ቅዱስን ዘለዓለማውን ዝኾነ ኣምላኽ ብርክና ክንዓፅፈሉ እንተ ደኣ ክኢልና እሞ ክንፅሊ እንተ ደኣ ክኢልና ቃሉ ከነንብ እሞ ብቃሉ ክንባረኽ እንተ ደኣ ክኢልና ሕቡእ ምስጢር ኣሎ እቲ ምስጢር እቲ ከዓ ከክህዶ እዩ እቲ ውግእ ናይ እግዚኣብሄር እዩ ንሕና ግን ሃዲእና ንንበር ብስም ኢየሱስ ክርስቶስ ጎይታ ተባረኹ ኣሜን